መርሓባ የሕዋተይ ኣብዚኣ ሓዳሽ ቸነል ናይ ኩላትና ኣጆና ኣብ ዘዘለኹሞ ሰላም ክትህልዉ ተስፋ ይገብር ኣብዚ ከኣ ቐጻሊ ነጥብታት ንባትሪ ናትና ዘየበላሽዎ ክነግረኩም ክፍትን እየ እም እቲ ሓደ ክንጥንቀቐሉ ዘለና ከምቲ ኣብቲ ሓደ ቪድዮ ከማን ዝበልክዎ ሜልዌያ እዩ ሜልዌያ ማለት ከኣ እቲ ኣፕሊኬሽን እያ ንዓና ወይ ንዳታ ናትና ክጎድኣና ዝኽእል ሓደ ወይ ስፓይ ይገብረካ ማለት እዩ ኣበይ ኣለኻ ናበየናይ ዌብሳይት ኣቲኻ ትራኪንግ ይገብረካ ማለት እዩ በብ ይሪኦ እቲ ናትካ ምንቅስቓስ ወይ ድማ እቲ ዳታ ናትና ይሰርቅዎ ማለት እዩ ከምቲ ኣብቲ ሓደ ቪድዮ ዝበልክዎ ሜይል ዌያ ብጠቕላላ እቲ ንዓና ዘይጠቕመና ኣፕሊኬሽን እዩ ወይ ንዓና ዝያዳ ዝጎድኣና ጥዑይ ኣፕሊኬሽን ከማን ኣሎ ከም በዓል ፌስቡክ መራኸቢ የድልየካ እዩ ንኣብነት ግን ንሳቶም ከማን ስፓይ ይገብሩኻ እዮም ኩሉ ስኒ ሓደገኛ ገለ ማለት ኣይኮነን ብጠቕላላ ግን ንዓና እያ ጥቕመቱ ጉድኣቱ ካብ ጥቕመቱ ዝብርትዕ ማለት እዩ ዝበዝሕ ማለት እዩ ሜይል ወያ ከምቲ እቲ ቃል ዝብሎ ማሊሽስ ወያ ማለት እዩ ካብ ማሊሽስ እዩ ዝመፅእ ማለት እዩ እንታይ ማለት እዩ ዝኸኣነ ያ ርጉም ካብ ላቲን እዩ እቲ ቀንዲ ቃል እኳ ካብ ላቲን እዩ ስለዚ እሱ ከኣነ ርጉም ማለት እዩ ስለዚ ንዓና እቲ ዘይጠቕመና ኣፕሊኬሽን ክንፍትሾ ኣገዳሲ'ዩ። ንኣብነት ናይ ብሓቂ እቲ ኣፕሊኬሽን የድልየና ድዩ? ኩሉ እቲ ኣፕሊኬሽን ዘሎስ ናይ ግድን ክነውርዶ ኣድላይ ኣይኮነን። ከምኡ ከኣ እንታይ'ዩ ዝጠቕመና ኢልና ክንሓትት ወይ ኣብቲ ዘየድልየና ግዜ ነልግሶ እዚ ኣገዳሲ እዩ ንዓና እቲ ገሊኡ ሜልዌር ቀጻሊ ስለ ካልኩሌት ዝገብር እቲ ጂፒኤስ ድዩ ወይ ካልእ ወይ ካመራ ናትና ቀጻሊ ስለ ዝፍትሻ እንታይ ይገብሮ ኣሎ ማለት እዩ እቲ ባትሪ ዝያዳ ትውዳእ ኣላ ማለት እዩ ንኣብነት ሕጂ ሰሙን እዚ ከማን ርእየዮ ኢሞ እንድሕር ኣስተብሂልኩም ሼር ክትብልዎ ከለኹም ስቶሪ እቲኣ ካመራ ናትኩም ናይ ግድን ክውልዕቲ ክትከውን ኣለዋ እንድሕር ውልዕቲ ዘየላ ኣዞ እቲ ኣብቲ ሴቲንግስ ኒ ፍቃድ ክትህብዎም ኣለኩም ናብ ናትኩም ካመራ ከም ድላዮም ያ ክኣትዉ ወይ ክወጹ ወይ ናብ ናትኩም ካመራ ስኒ ክስታይ ክህልዎም ሊንክ ክህልዎም ወይ እንታይ ዝባል ያ ፐሚሽን የድልዮም እዩ ፍቃድ ናትኩም የድልዮም እንድዩ እንድሕር ስቶሪ ሸር ክትብልዎ ደሊኩም ግን እሳ ክኣ ኣጥፊእኩማ ኣብቲ ሴቲንግ ኣቲካ እንዲካ ተጥፍኦ እቲ ሼር ትገብሎ ስቶሪ ኣይወጻልካን ኣይከይድንዩ ኣይ ሼር ክትብሎ ኣይትኽእልን ኢኻ ኣነ ንባዕለይ ሕጂ ከማን እዚ ቅድሚ ያዕ ትማሊ ድየ ብቕቲ ትማሊ ጽሒፈሎም ኣለኹ ስለምንታዩ ከምኡ ማለተይ ስኒ እቲኣ ስቶሪ ሕጂ ንኣብነት ኣብ ዩቱብ እንድሕር ኣላ እቲኣ ዩቱብ ቸን ሼር ክትብላ እንድሕር ደሊኻ ካመራስ ኣይተድልየካን እያ ወላ ሓደ ምስቲ ካመራ ናትካ ዘታሕዝ ኣይኮነን ስለዚ ሓቲተዮም ኣለኩ ኣነ እንድዒ ክሳብ ሕጂ መልሲ ኣይመጻንን ግን ትማሊ ድየ ትማሊ እየ መሰለኒ ጽሒፈሎም በርገ ገሪምኒ እኖ ኣጋጣሚ ኣነ ከማን ረኪበዮ ኣብቲ ማይክሮፎን ተድልያ እዩ ማይክሮፎን ሊንክ ክትገብሮ ኣገዳሲ እዩ ምስ ሰባት ክትዳዋወል እንድሕር ደሊካ ወይ ኣብ ቸት ሩም ዘሎ ኣብኡ ክትዛረብ እንድሕር ደሊካ ናይ ግድን ማይክሮፎን ፍቃድ ክትህቦም ኣለካ እቲ ካመራ ግን ወይ ካልእ ዝደልይዎ ግን ኣገዳሲ ኣይኮነን እቲ ጂፒኤስ ናትካ ከማን ኣገዳሲ ኣይኮነን እዚ ኩሉ ክተጥፍኦ ትክእል ኢካ ኣብ ኩለን ኤፕ ኣብቲ ኤን ዘየድልያካ ኤፕ እያ ጉግል ሜፕ እንድሕር ኣድልይካ ኦኬ ኣብቲ ዘድልየካ ግዜ ትውልዖ ኣብ ዘየድልየካ ግዜ ከዓ ተጥፍኦ ዝበለፀ ማለት እዩ ስኖ ባትሪ ቀፃሊ ስለ ዝውዳኣ ኩላተን ብኸምኡ ከማን ክንጥንቀቅ ንኽእል ኢና ብጠቅላላ ግን ክብሎ ዝደሊ ከምቲ ኣብቲ ሓደ ቪድዮ ዝበልክዎ እቲ ኤፕሊኬሽን ዝኾነ ሓድሽ ዘይንፈልጦ ክነውርድ ከሎና ኩሉ ግዜ እንታይ እንታይ ክንጥንቀቅ ከም ዘለና ኣብቲኣ ሓንቲ ቪድዮ ኢለዮ ኣለኹ ኣብዚ ታሕቲ በብዓይነቱ ሊንክ ክሓድገልኩም እየ እቲ ዘገድሰኩም ወይ ዝያዳ ክትፈልጡ ትደልዩ ወይ ይሕግዘና እዩ ትብልዎ እሱ ክትፍትሽዎ ትኽእሉ ኢኹም። ብጠቕላላ ግን ሓንቲ ክብለኩም ዝደሊ ሕጂ ድሮ ኣፕሊኬሽን ኣውሪድኩሞ ዘለኹም ርግጸኛ ዘይኮንኩም ከኣ ኩሉ ግዜ በብሓደ ኣብ ግዜ ዘለኩም ብዛዕብኤን ኣብ ጉግል ክትደልዩ ትኽእሉ ኢኹም እንታይ ኣሎ ብዛዕብኤን እሙናት ኣፕሊኬሽን ድየን ኣብቲ ሪቪው ክትርእዩ ትኽእሉ ኢኹም ኤፕ ስቶዋ ወይ ጋላክሲ ስቶዋ ኣብቲ ነናትኩም ስቶዋ ዘለኩም ኣብቲ ናትኩም ሞባይል ሴቲንግ ዘሎ ኣብኡ ክትርእዮ ትኽእሉ ኢኹም ማለት እዩ። እዚ ከኣ ኣገዳሲ ይብሎ ክትፍትሽዎ ኩሉ ግዜ እቲ ኤፕሊኬሽንስኒ ጥዑይ ድዩ ድማ እንድሕር ኣብቲ ዱኳናት ዘይረኸብኩሞ ኣብቲ ኤፕ ስቶር ወይ ጋላክሲ ስቶር ወይ ኣብ ነናትኩም ስቶር እንድሕር ዘይረኸብኩሞ ኩሉ ግዜ ያህ ጽቡቅ ምልክት ኣይኮነን ደምሲሶሞ ማለት እዩ ገለ ነገር ተረኪቡ ኣሎ ስለዚ ደምሲሶሞ ኣለዉ ግን ዝያዳ ከኣ ኣብ ጉግል ሪሰርች እንድሕር ጌርኩም መርሚርኩሞ ኩሉ ግዜ ያ መዓት ኢንፎርሜሽን ክትረክቡ ትክእሉ ኢኹም እዚ ጸገም እዚ ቀሊል ነገር እዩ ወላ ሓደ ጸገም የብሉን እንድሕር ዝኾነ ነገር ርግጸኛ ዘይኮንኩም ከማን ኣብቲ ኮመንት ክትጽሕፉለይ ትክእሉ ኢኹም እንድሕር ከምኡ ኮይኑ ዓቕመይ እንድሕር ኮይኑ ግዜ እንድሕር ኣለኒ ኣነ ከማን ክርእየልኩም እኽእል እየ ጸገም የብሉን ባዕልኹም ክትረኽብዎ እንድሕር ዘይከኣልኩም ማለት እዩ እዚ ከማን ኦኬ ከምኡ ከኣኒ ግን ከምቲ ኣብቲ ሓንቲ ቪድዮ ዝበልኩዋ እቲ ባትሪ ኣብ መንጎ ዕስራ ካብ ሚእቲ ክሳብ ሰማንያ ካብ ሚእቲ ክኸውን ኣለዎ ዝበለጸ እንድሕር ትትሕት ኣላ ንኣብነት ዕስራን ሓሙሽተ እንድሕር ኣላ ዝበለጸ ሙዚቃ ድዩ ዩቱብ ድዩ ወይ ዝኾነ ቪድዮታት ዘይምውላዕ ሕሸኩም ብርከ ኣብ ታሕቲ እንድሕር ኣላ ድሮ ነቲኣ ማትሪ ከማን ጽቡቅ ኣይኮን ማእከላይ መጠን እንድሕር ኣሎ እዩ ከምኡታት ክትውልዑ ዝያዳ ጽቡቅ ብሕልፊ ኣብ መገዲ እንድሕር ኣለኹም ቀልጢፋ ክትውድኣልኩም ስለ ትኽእል እቲ ኣድላይ ጥራይ ምኽፋት ይሓይሽ ማለት እዩ ብሕልፊ ዕስራን ሓሙሽተን ትሕቲ ዕስራ እንተዘይ ወደቀት እቲ ምምላኣስኒ ኣገዳሲ እዩ ነዊሕ ክጸንሓልኩም እንድሕር ደሊኹም እቲኣ ባትሪ ማለት እዩ ክትመልእዋ ከለኹም ከኣ ከምቲ ዝበልኩኹም እቲ እቲኣ ኣየር እንድሕር ወሊዕኹማ ዝበለጸ እዩ ቅድሚ ሕጂ ከማን ኣብዚ ሪኤኩም ኔረ እየ ደሓን ሕጂ ክንደግሞ ኣይድልየናን እዩ መስለኒ ኩላትኩም ከኣ ትፈልጥዎ ኢኹም ግን ኣገዳሲ ዝብሎ ከኣ ኣለዋ መሽ ሓንሳ ሓንሳ ሞባይል ዘይንጥቀመለን እንድሕር ዘይትጥቀሙለን ኮይንኩም ግን በብግዚኡ ክትመልእወን ከምዚ ዝብለኩም ዘለኹ ኣብ መንጎ ዕስራ ክሳብ ሚእቲ ክትኮና ኣገዳሲ እዩ እንድሕር ጨሪሽኩም ዘይመላእኹሞ ዝኾነ ሞባይል ድዩ ዝኾነ ዲቫይስ ሌፕቶፕ ከማን ዝኾነ ነገር ምስቲ ኮፍ እንድሕር ኢሉ ክንደይ ዓመታት እቲ ባትሪ ይባላሸው እሱ ከማን ሓጋዚ ይኮነን እንድሕር ብሕጂ እቲኣ ሞባይል ክትጥቀሙላ ደሊኹም ካብ ኮፍ ትብል ጨሪሻ ክስታይ ብሕጂ ክትጥቀሙላ እንድሕር ደሊኹም ክስታይ ክትገብርዋ ይሓይሽ እንታይ ዝበሃል ክትመልእዋ በብግዚኦ ይሓይሽ ስኖ እቲ ባትሪ ከማን ይባላሸው እንድሕር ዘይተድልየኩም ኮይና ከማን ወይ ድማ ጨሪሽኩም ድሕሪ ዘየድልየኩም ከኣ ንኻልእ ሰብ ዝጥቀመሉ ትህቦ ማለት እዩ እቲ ማልቲስኒ ምስቲ ግዜስ anyway ክትጥቀምሉ ኣይትኽእሉን ኢኹም ድሕሪ ኮፍ ኢላስ ወላ ሓደ